ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ከመይ ኣለኹም ከመይ ዊዕልኩም ኣሕዋተይ ማዓረይ ኩሉ ፖስተር እዩ ኩሉ ሰላም ድዩ ሄሪ ሓፍትኹም እናሃለትልኩም ካብ ጅም መጽያ ሕቆየ ተሰይረ መስለኒ ብ ጅም ኣሕዋተይ ማዓረይ ሕቆየ ተሃስየ መስለኒ ኣይ ዶንት ኖው ሕቆይሲ ጣዕ ክትብል ደልያ ጣዕ ጣዕ ጣዕ ጣዕ ጣዕ ክትብል ደልያ ኣይ ዶንት ኖው ዩዥሊ ከምዚ ኣይስምዐንን እዩ ሕቆይ ጣዕ ክትብል ደልያ

ጸብሒ ሰሪሐ ኣለኹ ነተን ዘይረኣኽንኣ ናብቲ ናተይ ክሽነ ከድኪ ንረኣያ ኣሕዋተይ መዓረይ ሎማዓንቲ ድራር ብሓንሳብ ክንበልዕ ኢና ከምቲ ዩዥል ከቅንኣኩም ስለ ዝደለኹ ማለት እዩ ስለዚ ኣብዚ እንታይ ኣለኒ ሓምሊ ኣድሪ ኣለኒ ጽቡቅ ጌራ ቅን ቋንጣ ናይ ናይ ሓምሊ ኣድሪ ቋንጣ ጌረ ሰሪሐያ በዚ ከኣ ኣጅቦ ንሃለኒ ባይዘወይ ተኣጅቦ ባዕለ እየ ሰሪሐዮ በዚ ከኣ ዱባን ድንሽን ኣለኒ ማለት እዩ ስለዚ ክንበልዕ ኢና ብሓንሳብ ሽዑ ቡናና ክንሰቲ ኢና ማለት እዩ ሰላም ዲኹም ከ ኩሉ ፖስተ ድዩ ብኣይ ትኾነ እግዚኣብሄር ይመስገን ኤቭሪቲንግ ኢዝ ኣሜዚን ኤቭሪቲንግ ኢዝ ኣፖሶ በስም ኣም ኣብ ጅም ምስ ከድኩ ሲ እዚ ሓቆይ ሲ ጣዕ ኢላ ተረዲእያትኒ ኣሕዋተይ መዓረይ ጣዕ ኢላ ኣይደኖ ከም ገለ ገይረ ሃሰያ መስለኒ ሽዑስ

ዓዲ ካብ ኩሉ ይትሕመም ኣሕዋተይ መዓረይ ኣብ ስደት ሓሚምካ ምንም ዝብለካ ሰብ የለን ነብስክን ተኸናኸና ነብስክን ተኸናኸና ጠጥዕሙ ብልዓ ማይ ክንስተያ ማይ ከዓ ኢምፖርታንት እዩ ማይ ክንግጥም መብልኦም ክልተ ሰለስተ ቢቸሪ ኩሉ ግዜ ክትበልዓ ከለኽን ኣነ ሕጂ እዚኣ ድራር በሊዐ ኣለኹ ክልተ ሰለስተ ቢኬሪ ሰተየ ዝሓድር ድሓር ማለት እዩ እንዳበላዕካ ማይ ኣይፈቱን እንዴ ግን ሎማዓንቲ ኣርእስቲ ሒዘ ሒዘልክን መጽየ ኣለኹ ንሱ ከዓ ናይ ኣሕዋትና ናይ ሕቶ ናይ ኣሕዋትና እያ ካብኡ ተመርኪሰ እየ ክዛረብ እንታይ ኢለን ሓቲተና ንሲ ብኢንስታግራም ሓንቲ ማለት እዩ ሓንቲ ሓፍትና በዓልቲ ሓዳርያ በዓልቲ ሓዳርያ ክልተ ቆልዑ ኣለዋ ገለ ሕጂ ኢላትኒ እቲ ሰብኣያስ በቃ ኩሉ ነገር እንዳገበረትሉ ከላ ኩሉ ነገር ንኸይከዳሲ ኩሉ ነገር እንዳዛጋጀወትሉ ከላ ዘድልዮ ነገር እንዳሃበቶ ከላሲ ኣብ ልዕሊያ ይዘውር ከም ዝዘውር ከኣን ክንደይ ግዜ ሒዛቶ ኢድ ከፈንጂ ንሱ ጥራሕ ዘይኮነ ከኣ ክንደይ ሰባት ነጊሮሞ እዮም ማለት እዩ ኣምስዩ ከኣ ይመጽእ። ሎማዓንቲ ግን ብዛዕባ ናይዚ ሓፍትና ዘይኮንኩ ክዛረብ መጽየ ዘለኹ ሲ ኢንጀነራል ደቂ ተባዕትዮ ጽቡቅ ትገብረሉ ጓል ኣንስተይቲ ኣይፈትዉን እዮም ኢለኩም ኢለክየ ኢለክን ኣሕዋተይ መዓረ ብወዲ ተባዕታይ ጽቡቅ ጌርኪ ወዲ ተባዕታይ ጽቡቅ ጌሩ ትሪት ክገብረኪ እንድሕር ደሊኺ ነብስኺ ትሪት ክትገብርለኪ ባዕልኺ ንወዲ ተባዕታይ ከመይ ጌርካ ኢኻ ትምህሮ ንነብስኻን ከመይ ጌርካ ኢኻ ንወዲ ተባዕታይ ትምህሮ መሲልክን ከመይ ጌሩ ትሪት ከም ዝገብረክንሲ ከመይ ጌርክን ክንትምህሮ መሲልክን ንዕኦም ብምንጋር ኣይኮነን ኣነ ይግበእንን እዩ ከምዚ ጌርካ ኣነ ጽቡቅ እንዳገበሩልካስ ከምዚ ጌርካ ትሪት ትገብረኒ ዶ በጃካ ተቀየር ዶ ተለወጥ ዶ ወይ ክቅየረልካ ኢልካ በቃ ዘይ ንስካ ምምሳል ትገብረሉ ምጥፋእ ዘይ ክቅየረልካ ወይ ከብለካ ኢልካ ብግምጣል እዩ ኣሕዋተይ መዓረይ ወዲ ተባዕታይ ከክብረኪ እንድሕር ደሊኺ ወዲ ተባዕታይ ድላይኪ ክገብረልኪ እንድሕር ደሊኺ እንታይ ክትገብርለኪ ነብሲ ክትፈትውለኪ ማለት እዩ ንምንታይ ብኸመይ ፈሊጥኪ ብኸመይ ከምኡ ገብሩ እንድሕር ኢልክና ንኻ ፅቡቅ ዝሓትት ለባም ወዲ ተባዕታይ ፅቡቅ ትገብረሉ ጓል ኣንስተይቲ ዝፈቱ ነይሩ ዝኸውን እዘን ኩለን መሻኪን ሰብ ሓዳር እዘን ኩለን በቃ ሓሸዋ ይብላ ደርጓዓ ይብላ ዒስራን ኣርባዕተን ሰዓት ንዑ ክሕጉሳ በቃ ንዑ ንሱ ዝበለን እሺ እንዳበላ ዝኸዳ ደቂ ኣንስትዮ ንዕኡ ካብ ንዕኡ ሓሊፈንስ ንስድራ ቤቱ ዘገልግላ ደቂ ኣንስትዮ ወይ በቃ ብጣዕሚ ትሑታት ደቂ ኣንስትዮ እንታይ ኮይኖም ደኣ እንታይ ኮይነን እንታይ ኮይኖም እቶም ሰብኡተን ናብ ካልእ ኸዱ ኢልክን ትሓስባ ወይ ክእንተ ኮይኖም ውሽማ ይሕዙ ኢልክን ትሓስቡ ወዲ ተባዕታይ ፅቡቅ ዝገብረሉ ጓል ኣንስተይቲ ዝፈቱ ነይሩ ተዝኸውን ኣይምዘረን ኣብ ልዕሊ ኣብ ልዕሊኣ እንታይ ምኾነን ኣይምዘምዎን ነይሩ ባይዘወይ እዚ ኢንፎርሜሽን እዚ ካበይ ረኪብክዮ እንድሕር ኢልክናኒ መፅሓፍ ኣላ ንምንታይ እዮም ደቂ ተባዕትዮ ብእንግሊሻ ኣብ ታሕቲ ክፅሕፈልክን እየን እንግሊሽ ተንብባ ሰባት እታ መፅሓፍ ከተንብባ ትደልያ ሰባት ማለት እዩ ኣብ ታሕቲ ዲስክሪሽን ክጽሕፈልክን እታ መጽሓፍ ካብ ኣማዞን ትገዝኣ ትኽእላ ኢኽን ኩሉ ኢንፎርሜሽን ብኸመይ እዮም ደቂ ተባዕትዮ ንትፈትዎም ንተኽብሮም ጓል ኣንስተይቲ ዘይፈትዉ ዘይፈትዉ ማለት እኮ ኣይኮነን ይፈትዉኹን እኳ ይፈትኹን እዮም ነተን ነተን ጥዑያት ሰባት ብጣዕሚ ጽቡቅ ጌርክን ትካናከንኦ እንኮ ይፈትውክን እዮም ግን እንታይ እዩ ዲዛየር ግን የብሎምን ኣብ ልዕልክን ነቲ ንስክን ትገብራሎም ነገራት እዮም ዝፈትዎ እምበር ንዓክን ኣይኮኑ ዝፈትውክን ንኣብነት ሲ ሓምሊ ዘይፈቱ ሰብ ኣሎ ንኣብነት ማለት እዩ ሓምሊ ዘይፈቱ ሰብ ኣሎ ግን እቲ ሓምሊ ግን ስለ ዝጠቕሙ ከይፈተወ ይበልዖ ስለ ዝጠቕሙ ማለት እዩ ምክንያቱ እቲ ሓምሊ እንታይ እዩ ሓምሊ ቫይታሚን ክቦ ማለት ካብ ሓምሊ እንታይ ይርከብ ፋይበር ስለ ዝርከብ ማለት እዩ ንዓና ጥካ ከለስለሰልካ ስለ ትደሊ ማለት እዩ ኣይረን ስለ ዝበካ ማለት እዩ ግን ገለ ሰባት ግን ጠቕላላ ኣሕምልቲ ዘይበልዑ ሰብ ኣለ ወይ ከዓ ፍሩት ዘይፈትዉ ሰባት ኣለዉ ግን ፈትዮም ከይፈተው እንታይ ይበልዕዎ ምክንያቱ ንውሽጦም ስለ ዝጠቕሙ ደቂ ተባዕትዮ ከዓ ከምኡ እዮም ምስ ሓንቲ ጓል ዓሰርተ ዓመት ክቕመጥ ይኽእል እዩ ብዕርክነት ድዩ ብሓዳር ድዩ ዋላ ገለ ዋላ ቆልዑ ክህልዎ ይኽእሉ እዮም ወይ ምስኣ ክነብር ይኽእል እዩ ግን ንሰብ እዚ ግን ምስኣ እንዳነበረ ከሎ ስምዒቱ ግን ምስ ካልኦት እዩ ዘርውዮ ጠቕላላ ስምዒት ዝበሃል ኣይተተስእሉን እያ እታ ሰበይቱ ሰበይቱ ስምዒት ትበሃል ኣይተተስእሉን እያ ወይ ምሻሎ ቅጭ ይመፆ ኩሉ ግዜ ነገር ባእሲ ኩሉ ግዜ በቃ ምሻሎ ደኺመ ኢሉ ድቅስ ገለ ምክንያቱ እቲ ፍትወት ዝባሃል የለን ከምዚ ምሻሎ እቲ ዲዛየር ዝባሃል ነገር የለን ማለት እዩ ግን ስለ ትጠቕሙ ግን ምስ ኣይነብር ቡናና ነቕዳሕ በሉ እስኪ ኣወል ኣወል ቡና ንስተ ኣወል ቡናይ እዛ ፈናጅል እስከ ገዝእ ሕዋት ማረት ዋ ዝበልክና ንሕዋት የኳ ኣለኹ ሄሪ ፈናጅል ቀይሪ ትቀይሪ እንዳ ፈናጅል ዝበልክና ኣነ ኣሕዋተይ መዓረይ ኢዚ ዝኾነ ላይፍ ምንባር እየ ዝፈቱ ኡፍ እዚ ብዙሕ ኣቑሑት ኣይፈትን እየ እምበር ምገዛእኹ እንዳ ኣምላኽ ይመስገን እንታይ ስልሳ ኢኖ ግን ኣነ ኣሕዋተይ መዓረይ ሲምፕል ዝኾነ ናብራ እየ ዝፈቱ እተን ዘለዋኻ ፅቡቅ ኳሊቲ ትገዝእ ዶ ሓንቲ ግዜ ፅቡቅ ኳሊቲ ገዚእኻ ሽዑ በቃ ሩፍ ትብል ኣነ ብዙሕ ኣቑሑት ኣይፈትን እየ ኣሕዋተይ መዓረይ ፈናጅል ክገዝእ እንተኮይነ እንታይ ክገብር ኣለኒ እዚ ንሰብ ክቦ ኣለኒ ምኽንያቱ እንድሕር ካልኦት ገዚእኻ እንታይ ዝኸውን ዘሎ መሲልክን ተደራራቢ ንብረት እዩ ዝኸውን ዘሎ ዳትስ ዋይ እኮ ስቕ ኢለ ዘይገዝእ ፍንጃል ክንደይ ጌረን ኣለዋ እዚኣን መሲልኩም ክልተ ዓመተን ቀሪበን ዘን ፍንጃል ክልተ ዓመት ሙሉእ ኣብዛ ዩቱብ ኣምፅየን ጠቕላላ ቀይረ ቀይረ ይፈልጥን ኣሰይ ስለዚ ናብቲ ዕላልና ክንምለስ ኣሕዋት የመዓረይ ንምንታይ እዮም ደቂ ኣንስትዮ ዘይግደስለን ዘይግደሰሎም ዘይግደስለን ዘይግደሳሎም ኣዋል ዝፈቱ እንተኮይኖም እዮም ምክንያቱ እዘን ሰባት እዚኤን ኣይደልኦምን እየን ሓደ ወዲ እንድሕር ኣስተውዒልክናሉ እታ ላል ተብሎ ጓል ኣንስተይቲ ደስ ዝብሎ ትብሎ ንዓ እዩ ድላያ ዝገብረላ ነታ ምሽክን ጓል ኣንስተይቲ ኸ እንታይ ይገብራ እንታይ ይፈድያ መሲልክን በቃ ሽላ ይርያ ኣብ ልዕሊኣ ይዘውር ከም ገለሉ ይዛረባ ክብረት ዝበሃል ኣይህባን ኩሉ ግዜ ፀርፀር ይብለላ ዝገበረ ተገበረትሉ ኣየመስግን ኩሉ ግዜ ምሰማረረ ኩሉ ግዜ ክስታይ ምስ ኮነ ምክንያቱ እንታይ መሲልክን ኣብ ኢድካ ዘሎ ወርቂ ሲ ዳርጋ ጨርቂ እዩ ማለት እዩ ኢንጀነራል እዞም ሰባት እዚኦም ግን ድሓር ነዛ ብጣዕሚ ብርኽቲ ዝኾነት ጓል ኣንስተይቲ ኣብ ኢዶም ዘላ ሓንቲ መዓልቲ ግን ሓንቲ መዓልቲ ክመራ ከሎ ካብ ኢዶም ምስ ሞለቐት ግን ጠቕላላ መምለሲ የብለንን ከምዚአን ዓይነት ኣዋርድ ክነግረኩም ሽዑ እቲ ናታ ጽቡቕ ይረኣዮ። ሽዑ ማዕረ ክንደይ ወርቂ ከም ዝኾነት ጓል ኣንስተይቲ ከም ዝኸሰረ ይረኣዮ። ብድሕሪኡ በቃ ናብ ምልማን ከም ብሓድሽ ይኣቱ ማለት እዩ። ስለዚ እንታይ ክብለክን ኢለ ኣሕዋተይ መዓረይ ቱ ናይስ ኣይትኹና፣ ብጣዕሚ መሻኪል ኣይትኹና። ከምቲ ዝግባእ ሰውእትክን ኣኽብርኦም፣ ከምቲ ዝግባእ ደቂ ተባዕትዮ ኣኽብራ ግን መጠኑ ዝሓለፈ ክብረት መጠኑ ዝሓለፈ ጽቡቕ ምግባር ግን ኣየመስግኑንኽን እዮም። ስለዚ that's the difference ማለት እዩ። ንምንታይ ኢኽን እዚ ኩሉ እንዳገበርኩሉ፣ እዚ ኩሉ እንዳተኸናኸንኩዎ፣ እዚ ኩሉ ከምዚ ሕጂ እታ ሓፍተይ ከምኡ እዩ እቲ ሕቶኣ ነይሩ፣ እዚ ኩሉ እንዳተኸናኸንኩዎ፣ እዚ ኩሉ እንዳ በቃ ከም ቆልዓ ከም ህጻን ቀበጥበጥ እንዳበልኩዎስ ግን ኣብ ልዕለይ ይዘውር ዝበልክኖ ሓቢብቲ ብዝለኽዶ stop it stop it እንድሕር ከምኡ ቀጺልክዮ እንታይ መሲልኪ ኩሉ ግዜ ምሳኻ ንዘሎ ነገር ዋላ ወርቂ ይኹን ዋላ ዳይመንድ ይኹን ምሳኻ ዘሎ ነገር ትንዕቆ ኢኻ ኩሉ ግዜ ምክንያቱ ዜርካ ዜርካ ናትካ እዩ በቃ ናትካ እዩ ማለት እዩ ደቂ ተባዕትዮ ክረኽብዎ ዘይክእሉ ነገር እዮም ዝሃርፉ ማለት እዩ ዋላ እቲ ዘለዎም ደኣ ዋላ ይኽበር ካብቲ ዘይብሎም ነገር ዋላ ይኽበር እቲ ዘለዎም ንዕኡ ኣይሪእዎን እዮም in general ደቂ ሰባት ክንብሃል እንታይ እዩ ዘለና ነገል ኣይንሪእን ኢና ዘለና ነገር appreciate ኣይንገብርን ኢና ኩሉ ግዜ እንታይ እዩ እቲ ዘይብልና እቲ ንዓና challenge ዝገብረና እቲ ንዓና ንሕና ክንሕዞ ክንጭብጦ ዘይንኽእል ነገር ብጣዕሚ challenge ዝገብረና ነገር ኢና ንሃድን ማለት እዩ in general ወዲ ንኹን ጓል ኣብ life ማለት እዩ ስለዚ እዚ ወዲ ተባዕታይ ከዓ ናትኪ ቫልዩ ኣይረኣየን ኣሎ ሓቢብቲ ናትኪ ቫልዩ ክሪኦ እንድሕር ደሊኺ ነብስኺ ክተኽብሪ ኣለኪ ነብስኺ ተኽብሪ ኣለኪ ማለት ከኣ ንዕዑ ሕስርዮ ማለት ኣይኮነን እንታይ ደኣ እንድሕር ኣፕሪሼት ዘይትግበርሉ ኮንኪ እንድሕር ዘየመስግነኪ ኮይኑ እንድሕር ኣብ ልዕሊኺ እግን እንዴግን ዝዘውር እንድሕር ኮይኑ ሓቢብቲ this is the clear answer ነብስኺ ኣኽብሪ ኣርዑት ክጠቕሊልኪ ኣትሊስት ንክልተ ወርሒ ንሰለስተ ወርሒ ውፂ ሽዑ እቲ ናትኪ ክብሪ ማዕረ ክንደይ ኣብ ሂወቱ ናትኪ ምህላውሲ ማዕረ ክንደይ ኣገዳሲ ምዃኑ ክፈልጥ እዩ ማለት እዩ ብድሕሪኡ ናባኺ ተመጽ ተተመሊሱ ጽቡቕ ተዘይ ተመሊሱ ከኣ ይኺደልኪ ራብሽ ይኸይድልኪ ዘሎ እምበር ወላ ሓንቲ ስለዚ ካብ ቀደሙ እውን እንድሕር ዘይተመሊሱ ይቕረ ግበርለይ ኢሉ ተረዲእዎ እንድሕር ዘይተመሊሱ ካብ መጀመሪኡ እንታይ ገድሽኪ ምስ ዘይደልየኪ ወዲ ወይ ምስ ኣፕርሼት ዘይገብረኪ ወዲ ተባዕታይ ትነብሪ ሓቂ ዶ ስለዚ ዳት ዘ ቲንግ ደቂ ተባዕትዮ ከዓ ተፈጥሮም ከምኡ እዮም ፅቡቅ ትገብረሎም ጓል ኣንስተይቲ ይደልይዋ ዳዮም ተድልዮም እያ እምበር ኣይፈትዋን እዮም ግን ተድልዮም እያ ምክንያቱ ምስኣ ንክንደይ ዓመታት ክነብሩ ይክእሉ እዮም ምክንያቱ እቲ ረብሓ እዮም ዝርዩ እቲ ዝገብረሎም ዘላ ከመዲኦም ኮይና በቃ ኩሉ ነገር በሊዕካ ዶ ሰቲካ ዶ እንታይ ክበካ እንታይ ክገብረልካ እንታይ ከብለልካ ደቂስካ ዶ ተሲእካ ዶ ገለመለ ተትብሎ ህብን ጓል ኣንስተይቲ ተድልዮም እያ ማንም ሰብ እየ ኣነ ከማ ከምኡ ሰብ ምደለኹ ህይወተይ ምክንያቱ እንታይ መሲልኩም ላይፍ ኢዝ ሃርድ ክካናኸነካ ሰብ ግድን እዩ ዘድልየካ ሓቀይ ዶ ስለ እዚ ማለት ግን ዝፈትዋ ማለት ኣይኮነን ፍትወት ካሊእ እዩ እቲ ዲዛየር እቲ ድልየት ካሊእ እዩ ማለት እዩ ስለዚ ስለዚኦም ከዓ ከመይ ዝበላ ኣንስቲ ከመይ ዝበላ ለዋሃት ለባማት ገዲፎም ቀበጥበጥ ዘብልኦም ገዲፎም ካልእ ሳይድ ቺክስ ዝሕዙ ከምኡ የሕዋተይ መዓረይ ይቕሬታ ይተሓሳለይ ደኣ እምበር እተን ከምኡ ዝገብሩ ኮነ ኣንስቲ ዚስ ኢዝ ሪያሊቲ ጋይስ ዚስ ኢዝ ሪያሊቲ ስለዚ እንታይ ክብለክ እንደልየ ነብስኽን ፍተዋ ነብስኻ ትፈቱ ትኾንካ ማንም ፍጡር ኣብዚ ምድሪ የኽብረካ እዩ ትረፍዶ ወድሲ ማንም ፍጡር ማለት እዩ ከምቲ ንስኻ ንነብስኺ ከምቲ ንስኺ ንነብስኺ ትርእያ ንነብስኺ ጌርኪ ትሪት ትገብርያ ሰባት ይዕዘቡ እዮም ሽዑ እንታይ ገብሩ ልክዕ ከምቲ ንስኺ ንነብስኺ ኢልኪ ትርእይያ ንሶም ከኣ ልክዕ ከምኣ እዮም ዘኽብሩኺ። እንድሕር ንስኺ ግን ንሓደ ወዲ ተባዕታይ ኢልኪ በቃ ሂወትኪ ትድርብዪ ተኾንኪ በቃ ብዘይ ንሱስ ንስኻ ብስነይ ንስኻ ዓይነይ ንስኻ ልበይ ብዘይ ንስኻ ናብራ የለን ብዘይ ንስኻ ኣይነብርን እየ ትብልዮ እንድሕር ኮንኪ ሓቢብቲ ይንዕቐኪ ማለት እዩ። ዋላ ድላይ ክግበርሉ በቃ ንስኺ ከም ትሕዝቲ በቃ ናበይ ከይትኸይዲ እዚኣ ደኣ ገለ እዩ ዝብለኪ። ናበይ ከይትኸይደ ዝያዳ ይብለካ ሓንቲ መዓልቲ ከም ገለ ኢልካ ሓሜንጎ ተደኒስኪ እቲ ትገብርሉ ዝነበርኪ ክንክን ክዳኑ ዲ ትሓፅብሉ ዋላ ፀብሒ ከሽንኪ ዲ ክተብልዕዮ ዋላ ትከናኸንዮ ዲ ዝነበርኪ ሓንቲ መዓልቲ ሸልቺኪ ዲ ሓሜንኪ ምስ ገደፍክዮ ንዓኺ ጉሒፉ ኩሉ ሓቢብቲ ምክንያቱ ፅቡቅ እንዳገበርክሉ እኳ ኣብ ልዕለኺ ዝዞሩ ደኣ እቲ ፅቡቅ ምስ ጎደለ ከ እንታይ ይውስኽ ኢልካ ትሓስቢ ሓቢብቲ ስለዚ ደቂ ተባዕትዮ ንምንታይ እዮም ነተን ብጣዕሚ ምሻሎ ነብሰን ዝፈትዋ ደቂ ተባዕት ኣንስትዮ ዝፈትዉ እታ መጽሓፍ ኣንብባ ኢኽን ብእንግሊሽ እያ ስለዚ እንታይ እያ ትብል እታ መጽሓፍ why men loves bitches እያ ትብል ስለዚ ኬድክን ኣንብባኣ ነታ መጽሓፍ ተን እንግሊሽ ትርዳኣን ደቂ ተባዕትዮ ማለት ደቂ ኣንስትዮ ማለት እዩ ስለዚ this is the reality ነብስኽን ኣሕሊፍክን ኣይትህባ ኣነ ተኽብሮኦም ኣይተፍቅሮኦም ኣይበልኩን of course ንፉዓት ተኾይኖም ኣኽብሮኦም ክንደይ እዚ ማለት ከኣ ክንደይ ንፉዓት የለውን ማለት ኣይኮንኩን ዝብ ዘለኹ እቲ ናተይ ኣበሃህላ ክትብልኦ ነቶም ኣብ ልዕሊ ኣብ ልዕሊኤን ዝዘሩ መሻኪን ከለዋ ንሰን ኣንስቶምሲ ወይ ኣዕሩኽተንሲ ኣብ ልዕሊኤን ዝዘሩ ደቂ ኣንስትየ ዝብ ዘለኹ ማለት እዩ ስለዚ ዳስ ኢዝ ዘ ሪያሊቲ ነብሳ ትፈቱ ጓል ኣንስተይቲ ወዲ ኮነ ማንም ሰብ ዘኽብራ ማለት እዩ ስለዚ ላቭ ዩር ሰልፍ ፑት ዩር ሰልፍ ፈርስት ነብስኽን ቀዳመይቲ ፍሎ- ፍተዋ ልዕሊ ማንም ኣብዚ ምድሪ እዚ ነብስኽን ቅድም ኣቐድማ ፅቡቅ ገይሩ ትሪት ዘይገብረክን ሰብ ቅንጣብቲ እውን ትኹን እንታይ ትግበር እንታይ ኣይትሃብኦም ይኽን ናትክን ክብሪ ሕሊፍክን ኣይትሃብኦም ዓለም ህንካን ሃባን እያ ፍቅሪ ትህባ ፍቅሪ ክምለሰክን ኣለዎ እንተደኣ ዘይኮይኑ ክብሪ ትህባ ክብሪ ክምለሰክን ዘለዎ እንተደኣ ዘይኮይኑ እንድሕር ዝኩሉ ጌርክን ግን ከም ኣድቫንተጅ እዮም ዝወስድልክን ካልእ ወላ ሓንቲ ኣድቫንተጅ ናትክን እዮም ዝጥቀሙ መጨረሻ ከዓ ልብክን ሰይሮም ሰባቢሮም ከዓ ናብ ዝሕሾም ንተን ነብሰን ዝፈትዋ ደቂ ኣንስትዮን ንዐአንን ሕርር ዝብልዎ ንዐን ከ ጌስ ዋት ንስኽን በጃኻ ሓምም ኣበስ ቀደስ ትብሎም ጀካ ክነብር ኣይክእልን እየ ዶ በሊዕኻ ዶ ሰቲኻ ዶ ደቂስካ ዶ ገለ ኢልክን ቀበጥበጥ ተብልኦም ንሶም ግን ንመን እዮም ዘፍቅሩ ንሶም ግን ልቦም ናብ መን እዮም ዝኸይድ ዓይኖም ናብ መን እዩ ዝኸይድ ልቦም ካብ መጠን ንላዕሊ ንመን እዮም ዘፍቅሩ እንድሕር ኢልክናኒ ንዘይግደሳሎም ደቂ ኣንስትዮ ዲስ ኢዝ ዘ ሪያሊቲ ኣወዳት ኣብዚ እንድሕር ኣለኹም ሓቂ ትፈትዉ ዝኾንኩም ሓቂ ዲሓሲብኩም እንፅሓፉ ሓደ ወዲ ንዘይትግደሰሉ ወዲ ተባዕታይ እዩ ዝፈቱ ጓል ኣንስተይቲ እዩ ትፈቱ እዚ ማለት ግን ነተን ዝጸልኦም ጠቕላላ ኣይኮንኩን ዝብሎ እንታይ ደኣ ክብረን ዝዕቅባ ደቂ ኣንስትዮ በቃ ክብረን ዝዕቅባ ዝኾነ ነገር ዘይጠቕመን ምዃኑ እንድሕር ፈሊጠን እንታይ ዝገብራ ዝውስና ኖት በቃ ኦ ክቕየር እዩ ክቕይሮ እየ ዘይቅየር ወዲ የለን ገለመለ እንዳበላ ነብሰን ኣጫማሊቐን በቃ ኣስታይ ዝገብራ ንዐን ምንም ነገር እቲ ናተን ጥቕሚ እቲ ናተን ካብአን ዝረኽብዎ ዘለዉ ጥቕሚ ደኣ እምበር ንዐን ፈትዮም ኣይኮኑን ወዲ ዋላ ተዘይፈትወኪ ዓሰርተ ዓመት ክቕመጥ ይኽእል ኢለካ እዩ ዋላ ተዘይፈ ፍቕሪ ዝበሃል ዘይብሉ ፍቕሪ ዝበሃል ዘይብሉ ዓሰርተ ዓመት ምሳኻ ክቕመጥ ይኽእል እዩ ኣብ መጨረሻ እታ ዝፈትዋን ዘፍቅራን ምስ ረኸበ ራሓሪሒኪ ይኸይድ ማለት እዩ ወይ ከዓ እንታይ ይገብር ኪድን ኣይትበሉ ከምዚ ከይድን ግበሩ ኣብ ልዕለኺ ይዘውር ሰትዩ ይመጽእ ገለ በላ መታን ንስኺ ዓቕልኺ ጸይብልኪ ባዕልኺ ወሲንኪ ክሳብ ትጠፍኢ መታን ንሱ በዲልዋ ንኸይብሃል ማለት እዩ እንታይ ይገብር እንታይ ይገብሩ ወዳት ኪዲ ኣይደልየክን ይብልኻን ግን ክሳብ ናይ መጨረሻ መሪርኪ ባዕልኺ ኣርዑትኪ ጠቕሊልኪ ኣኽለኒ ኢልኪ ክሳብ ትወጽ እዮም ዝገብሩኺ እንዳምሰዩ ድዮም ኣብ ልዕለኺ እንዳዘሩ ድዮም ሕማቕ ገይሮም ትሪት እንዳገብሩ ይኹም ሽዑ ንስኺ እንታይ ጌርኪ ኣለኺ መሪር ክወፂ ክለኺ ስማርት ኮንኪ ቀልጢፍ ክወፂ ክለኺ ማለት እዩ እንድሕር ስቅልካ ዓንዛር እንድሕር ኮንኪ በ ክቅየር እዩ ዘይጋገ ሰብ የለ እንዳልክን ሂወት ግን ዕድሜኽን በዚ ማዳ በዚ ገለ ስቤትን ገለ መለታታን ኣውፂኺ እንታይ ትኾኒ ኣይብላዕ ይስተ ትኾኒ ማለት እዩ ኣብ ልዕሊኡ ከዓ ቆልዓ ይደራርበልኪ በቃ ዳስቲት ሂወት ክብቂዕ ኣሎ ማለት እዩ ስለዚ ዳስ ኢዝ ዘ ሪያሊቲ ቴንክ ዩ ሶ ማች ፎር ሊስንን እዚኣ ትመስል ናተይ ሒዘልክን ዝመፃኹ ኣሕዋተይ መዓረይ ቴክ ኬር ኦፍ ሰልፍ ላቭ ዩር ሰልፍ ኣብዚ ምድሪ እዚ ጀካ ነብስኽን ማንም ሰብ ከኽብረክንን ክፈትወልክን ኣይክእልን እዩ ስለዚ ነብስኽን ቫሊ ግበራ ነብስኽን ፍተዋ ነብስኽን ቴክ ኬር ግበራ ማለት እዩ ቴንክ ዩ ፎር ሊስንን ፅባሕ ብካልእ ፕሮግራም ክሳብ ትምለሰኩም ሄሪ በብሰላሙ ባይ ባይ